ሰዓራይን ተሰዓራይን ዘይብሉ ምዃኑ እኮ ንሶም ፈልጥዎ ኩላትና ንፈልጦ ኢና እታ እንኮ ኣብ ትግራይ ንደልያ ዝነበርና ንኢትዮጵያ ዝደፈረ ጀግና መሪ ኣባይን የደፈረ ዝተብሃለ መለስ ኣነ ከዓ ኣብ ትግራይ ምዝራብ ዘይድፈር እቲ ክንዲ ገለ ዝመስል ዝመስለና ዝነበረ ስርዓት ዘይድፈር ዝደፈረ መራሒ እዩ ጌታቸው ከደ ኣይከደ ማንዴት ኣይኮነናን ጌታቸው ስለ ዝኸደ ከም ገለገሊኦም ምግበይ እንተ ተወስዱ ድኣ መን ክመርሐኒ ኢለ ዝበኪ ኣይኮንኩን ንጌታቸው ተኪኡ ዝመርሕ ወለዶ ከም ዘሎ ስለ ዝኣመን ጌታቸው ከዳ መፀ ጉዳይ ኣይኮነን ንስኣነ ሕጂ ገለገሊኦም ጀነራል ዝኣክል እንትተኣሲሩ ድኣ እሞ ድሓር ከቲ ግንባር መን መርሖ ራእየ ክንደየናይ ድንቁርና ኣብ ዒስራን ሓደን ክፍለ ዘመን እቲ ምትኳስ ኢና ዘይንኽእሎ ነይርና ንሳ ከዓ እዝግሄር ይሃቦም ኣላሚዶምና ርእይዎ እቲ መንእሰይ ይፈልጣ እዩ ከመይ ከም ዝምራሕ ዕንጨይ ኣነስ ኣደይ መጎጎ ክትስንክት ከላስ ዕንጨይቲ ምቑስቋስስ ይኣብየኒ ምግበይ ዝመርሖ ግንባር ዕንጨይቲ ህፃውንቲ እንዳቆስቆሰ ዝመፆ መሪሕነት ምምራሕ ኣይኮነን ዓለም ክመርሕ ዝኽእል መንእሰይ ኣለና ኢና ኢና ንኣምን ንሕና ክንነግረኩም ሕጂ ነዚ መሪሕነት ነዚ ዕወር መሪሕነት እዚ ከም መሪሕነት ቆፂሮም መን ክመርሐኒ ኢሎም ዝጭንቑ ትውልዲ ክትርኢ ከለካ ኣዚኻ ኢኻ ትሓፍር በቃ ኣነ ይሓፍር ሓቂ ዘረባስ በቃ ይሓፍር ወይ ንንበዓል እዚኦም መራሕ- ከም መራሕቲ ገይሮም ክሳብ ሕጂ ዝቆፅሩ ማለት እዩ ሌዋው ዓመፅቲ ኣንሕና ደጊምና ደጋጊምና ንብለኩም ዘለና ትዲኤፍ ዝበሃል ሓይሊ ካብ ህዝቢ ትግራይ ወፅዩ ትዲኤፍ ኣይኮነን ንህዝቢ ትግራይ ፈጢርዎ። ህዝቢ ትግራይ ኣሕዋትና፣ ደቅና፣ ኣኮታትና፣ ኣያታትና ናይ ትግራዋይ ስብስብ ዝመፀ ሓይሊ እዩ ትዲኤፍ ዝበሃል። ኣብ ናይ ግ- ጉጅለ ኣደመ ንዕኡ ክሕሉ መዓኮረይ ክሕሊ እየ ኢሉ ብረቱ ዘዋጣወጥ እንተኮይኑ ኣነ ከም ትዲኤፍ ኣይቆፅሮን እየ። ከም ሓደ ሓላዊ በሪ ክኸውን ይኽእል እዩ፣ መሰሉ እዩ። ንባርነት ኣሜን ኢለ ክቕበል እየ፣ ወርቅን ጨርቅን ብወንጀል ዝተጣላቐ ጀነራላት ንዕኦም ክሕሊ ህይወተይ ንእስነተይ ይትረፈን ኢሉ ዝፍርም መንእሰይ እንተልዩ መንገዲ ጨርቂ ግበረሉ ጥራሕ እየ ክብል ኣነ ኣይግድሰንን እዩ ከም ሓንቲ ትግረወይቲ ግን ቲዲኤፍ ትበሃል ሓይሊ ኣብቲ ናይ ጥዕና ኣተሓሳስባ እንተሊኻ እዞም ንንበዓል ምግበይ በሎም ፍስሃ ማንጅስ በሎም ዋትኤቨር ኣርባዕተ ሓሙሽተ ኮይኖም ትግራይ ዝሕምስዋ ዘለዉ ሎሚ ምስ ኣፃብዕትኻ ከም ጠቢብ ዝበልዑኻ ምስ እግርኻ ዝጠውኑኻ እዮም ምክንያቱ እቲ ሓውና ኢልዎ እዩ ምግበይ ትማሊ ባዕሎም ዘሰውእዎ ዘቑሰልዎ መንእሰይ ሓሳኽ ኢሉ ፀሪፍዎም እዩ ርእየ ኢማጅን ኣነ ተዝፀርፎ ነይረ ኸ ንትዲኤፍ ሓሳኺ ኢለ ውይ ዓለም እተገልበጠት ነይራ ጎይታኹም ስለ ዝኾነ ከም ሓደ ንጉስኩም ስለ ትርእይዎ ነዚ ባርያ እዚ ግን ናይ ምልክዕ ባርነት ኣይኮንኩም ዝብለኩም ዘለኹ ትግራዋይ ኣይኮነን ኣይብልን ኣነ ትግራዋይን ፈረቃን እዮም ተጋሩ ኮይኖም ጨካናት ረስሓት ደናቁር ተጋሩ ከም ዘለና ክንኣምን ጥራይ ዘለና ናብ ገለይ ንጉሕፎም ናብ ገለይ ተጋሩን ፈረቃን እዮም እዞም ረስሓት እዚኦም ትግራዋይ ኮይኑ ወንጀለኛ ከም ዘሎ ክንኣምን ኣለና ተጋሩ ትግራዋይ ኮይኑ ሌባ ትግራዋይ ከም ዘሎ ክንኣምን ኣለና ክንኣምን ኣለና ከምዚ ዝኾነ ነገር ወንጀል ስለ ዘለዎ ናብ ዝኾነ ነገር ዘፀግዖ ኣይኮነን ኖ ኖ ኖ ትግራዋይን ፈረቓን እዮም እዚኣቶም ክንነግረኩም ትግራዋይ ኮይኑ ግን ሰራቂ እንተኮይኑ ብሕጊ ዓለም ኣይኮነን ብሕጊ እግዚኣብሄር ንባዕሉ ክእሰርን ክፃረን እዩ ዘለዎ ከምዚ ናይ ቅድሚ ሕጂ ትግራዋይ ሕቆፈኒ ኖ ኖ ኖ ኖ ንትግራዋይ ኣሕሊፈ ይህብን እየ ትንፋስካ ክትሃልፍ ጥራይ እዩ ሕጂ ዋላ እንታይ ይብሉኻ ሰበይቲ እንተኮይንክሲ ንዒ ንሜዳ ውረዲ ኣይኮነን ዶ ጥይት ሒዛ ተዛሪበ ከማን ከመይ ከም ተጉርዑ ህወሓት ኣብ ደደቢት ተወሊዳ ኣብ መቐለ ኣብ ሽረ ኣብ ዝተፈላለየ ከዓ ብምጉራዕ ተዛዚማ ሕጂ ረኣይዎ ካበይ ተበጊሳ ኣበይ ዓሪፋ ዝኾነ ውድብ ሓሳብ እንድሕር ዘይብሉ ኣበይ ካበይ ተሲኡ ኣበይ ክዓልብ ከም ዝኽእል ኣይፈልጥን እዩ ብጅግንነት ተሲኤ ዝብል ውድብ ናይ ሓሶት ፕሮፖጋንዳ ሓምሳ ዓመት ጽውጽዋይ ከም ዝኾነ ዘረጋግጽናሉ መወዳእትኡ ብካድረታት ኸጉርዕ ምስ ረኣናያ እዩ። ሓሳብ ወዲኡ በቃ ጠጠው። ሓምሳ ዓመት መመልዕ እታ ኸማንድ ዝሓቶ ትውልዲ ስለ ዘይነበረ ደኣ እምበር ሓሳብ ነይርዎ ኣይኮነን። ወላ ሓንቲ እዚኣ ትበሃል ኣብዚ እተ ዝበሃል ነገር ህወሓት ዝኾነ ሓሳብ ነይርዎ ኣይፈልጥን እዩ ክህልዋ ኣይክእልን እዩ ዋላ ንክህልዋ እውን ኣብዴት ክገብር ዝኽእል ሓንጎል ኦቲዝም እዮም እዞም ኣብ ህወሓት ተጠርኒፎም ዘለዉ ኩሎም። ሕጂ ገለገለ ሰባት ብሓይሊ ዝሓዝዎ ብስርዓት ብናቶም ኣመለኻኽታ ብፖሊሲ ህወሓት ገለ ዝሓዙና መስሎም ኖኖኖኖ ብፍርሒ ኢኹም ሒዝኩሞ ህዝቢ ትግራይ ረጊፅኩም ኢኹም ሒዝኩሞ ህዝቢ ትግራይ ነዚ ወለዶ እዚ ክዛረብ ከሎ ኢቨን ሕጂ ህወሓት ተሚራትካስ ንህወሓት ትቃወሞ ኣለኻ ገለ ትብሉ ጀሚርኩም ሓደ ሰብ ዝመሃር ካብቲ ዘለዎ ንኽውስኽ ደኣ እምበር በቲ ዘለዎ ንኽቕጽል ኣይመሃርን እዩ ብዝኾነ እዚ እንድሕር ደኣ ሓሲብኩም ትምህርቲ ቤት ክትኸፍቱ ኣይነበረኩምን ዩኒቨርሲቲ ዝበሃል ነገር ክትኸፍቱ ኣይነበረኩምን ሕክምና ዶ ገለ ዳባልኩም ተጽሙና ዘለኹም እዚ ክትገብሩ ኣይነበረኩምን እዚ ኢልኩም ካብ ትዛረቡ ጊን ኣብዴት ፖሊስኹም ኣብዴት ገይርኹም ምስ ማሕበረሰብ ዓለም ዘራኽበኩም ድልድይ ክትሰርሑ ግበኣኩም ነይሩ። ኦቲዝም ዝበሃል ሕማም ወነንቲ ስለ ዝኾንኩም ካብቲ ናይ ትማል ዋላ ሓንቲ ክትቕይርዎ ወይ ከዓ ክትውስኽዎ ኣይከኣልኩምን። እንታይ እሞ ክንገብረኩም? ሕጂ ገለገለ ሰባት ከምቲ ዓንተወ ዘልናዮ እዩ። ሕጂ ንሕወሓት ትድግፉ ሰባት ወይ ዓሌቶም ኢኹም ወይ ብኸባቢ ትሓስቡ ኢኹም ኣርባዕተ ነጥቢ ዋላ ፕሮፋይልኩም ኣቲና ንርኢ ኢና ኣብቲ ሓቂ ኢና ንዘራረብ ሕጂ ሕጂ ከምዚ ሓድነት ትግራዋይ ከይፈርስ ገለመለ ፈሪሱ እዩ ኦረዲ ሓድነት ትግራዋይ መን ከም ዘፍረሰ ከዓ ግልፂ እዩ ሓድነት ትግራዋይ ዘፍረሰ መጀመርያ እዞም ሓሙሽተ ሰባት ማፍያታት ጌታቸው ረዳ ናብ ስልጣን ምስ መፀ ቅድሚ ሕጂ ብሒቶም ንዝሓዝዎ ስልጣን ንጌታቸው ሓደ መዓልቲ ናይ ሕወሓት በዓል በዓል ዋና ገይሮሞ ይፈልጡን እዮም ናይ ሕወሓት ባርያ እዮም ገይሮሞ ነይሮም ንጌታቸው በዓል ዋና ስለ ዘይገበርዎ እንታይ ገይሮሞ ብዛዕባ ሕወሓት ክዛረብ ምስ ጀመረ ምስ ኪናይ ዓሻ ንሱ ከዓ ናቱ መሲልዎ ኖ ኖ ኖ ኖ ኖ ካብዚኣ ከይትሓልፍ ኣንሕና ዘይበልና ካይትግበር ኢሎሞ ምክንያቱ ንሶም ወዲ ዓሌቶም ወይ ከኣ ወዲ ዓዶም ተዘይኮንካ ካብ ካሊእ ከባቢ እንተመጺኻ ባሪያኦም ደኣ እምበር በዓል ናይ ክገብሩኻ ኣይፈቕዱልካን እዮም ክነግረካ ንኺድ ኣብ ዝተፈላለየ ትግራይ መጺኦም ዝገብርዎ ዝነበሩ ኣብ ከባቢ እንደርታ መሬት እንደርታ ይፈትዎ ይደልዎ መሬት ራያ ይፈትዎ ይደልዎ ኢንቨስተር ብወዲ ሓፍቶም ብወደኮኦም ገለመለ ብመውስቦ ገይሮም ብቆርቆሮ ገይሮም ኣካሊሎም ይኸዱ ስራሕ ግን ኣይሰርሕሉን እዮም እንታይ ደኣ እቲ ማሕበረሰብ ከዓ ኣይ ኣብኡ ዝተተኸለ ፋብሪካ ሃልይዎ ዋላ ሓንቲ ፋብሪካ ተኺሎም ኣይፈልጡን እዮም ሕጂ እንታይ ገብሩኻ ከምኡ ገይሮም የደስኩልኻ እቲ ዝተመነይዎ ፕላን ከዓ መንእሰይ ራያ ከመይ ጌርካ ተውፅኦ ምክንያቱ ቅድሚ ሕጂ እውን ንህዝቢ ኤርትራ ከመይ ጌርካ ከም ዝወፅእ ፕላን ገይሮም ባዕሎም ንበዓል መለስ ዜናዊ ፓርላማ ተዛሪቦም እዮም ጉዳይ ኤርትራ ገለ ዘይትገብርዎ ኣይ ፅላኢ ኩናት ኮይና ዘለና እንታይ ኢኹም ትገብሩ ዘለኹም ክበሃል ከሎ እንታይ ኢሎም ኣብ ኣስመራ ወላ ጋውና ኣይእቱላ ኣይግድሰናን እዩ እቲ መንእሰይ ከም ዝወፅእ ንገብር ኣለና መንግስቲ በይኑ ምስ ተረፈ ከዓ ዝመርሖ ሓይሊ ምሰኣነ ክወርድ እዩ ይሳይ ሪኢኹም ዶ ሪኢኹም ዶ ንህዝቢ ኤርትራዊ ከዓ ንኤርትራውያን ጥራሕ ኣይኮኑን ከምኡ ገይሮም ንዓና ከ እንታይ ገይሮምና መንግስቲ እዚ መሬት ራያን እንደርታን ከመይ ጌርካ ትወሮ ከመይ ጌርካ ትግብጦ ፕላን ኣውፅኦም መጀመርያ ነቲ ገባር ገባር ክትሕዞ ኣለካ መዳበርያ እንዳሃብካ ድኻ እ፣ ሶፍትኔት እንዳሃብካ ድኻ ገለበለ እንዳጠበርካ ሓደ ነጥቢ ሸሞንተ ህዝቢ ትግራይ ሴፍትኔት ተቐባሊ ኣበይ ከባቢ ይቕበሉ ሴፍትኔት ራእዮ ሳምረ ዝበሃሉ ዓዲ እንደርታ ለመንቲ እዩ ሽሞም ሳጓኦም ክነግረካ መን ለማኒ ገይርዎም እዚ ውድብ እዚ ለማኒ ሳምረ እንተልካስ ዊ ለማኒ ድካ ገለ ኢካ ትበሃል ሓቂ ዘብ ትግራይ ዘሎ ነግረኩም ኣነ ደቂ ሳምረ ለመንቲ ኮይኖም ክሸማቀቁ ዝሰርሐ ውድብ ሰራቂ ውድብ እዩ እዚ ህዝቢ ሳምረ ግን ህዝቢ ሳምረ ግን ብታሪክ እንተመፂና ካብ ብደርጊ ዋላ ድሓን ካብቲ ቀረባ እንተመፂና ማዕረ ማዕረ እንደርታዊ ፅሩይ እንደርታዊ ወደባት መሬቱ ሓሪሱ ዝበልዕ ናይ ስራሕ መንፈስ ዝነበሮ መሊሶም ከዓ ልመና ንሕና ኢና ግዲፍናዮ ንክብሉ እንታይ ገብሩ ነይሮም ንልመለስ ዜናዊ መኪና ገይሩ ክዲስ ኣባሲ ንሳምረስ ይምልሶም ነይሩ ነዞም ዝልምኑ እዚኣ ትፈልጦም ተጋሩ ኩላትኩም ንዓዶም የብፅሕዎም መሊሶም ከዓ ጠፊኦም ይኸዱ ኣብ መሬት ሳምረ ክሳብ ሕጂ ሳምረ ዝበሃል ዓዲ ጽርግያ የብሉ፣ ማይ የብሉ፣ ሕክምና የብሉ፣ ገለመለ ዘይብሉ ዓዲ እዩ። ሕጂ ንሓደ ማሕበረሰብሲ እንድሕር ሓቂ መራሒ ኮይንካ ንምንታይ ትልምን ኣለኻ ዘይኮነ ከም ዘይልምን እንታይ ኮንካ ኢኮኖሚ ዘይተዕብየሉ እንታይ ኮንካ ትምህርቲ ዘይተምህሮ እንታይ ኮንካ ናይ ስራሕ ፈጠራ ዘይትፈጥረሉ ትምክሕቲ ጥራይ ሒዞም እንታይ ይብሉ በቃ ራይ ከ- ሕጅስ እ፣ ብዓሌት ተኸፋፊሎምና ብዓሌት ዝኸፋፈለና ሓውና ህወሓት ዝበሃል መደብ እዩ ህወሓት ዝበሃል ውድብ እዩ ምክንያቱ ንምንታይ ንሳምረ ልመና ዝበሃል ሳጓ ሂብዎ ንዓጋመ ኣራይ ጫማ ብላይ ኮንጎ እኳ እዮም ክበሃል ገይርዎም እ? ሪኢኹም ወዲ ዓድዋ እንተኮይኑ ከ እንታይ ይብሉና ነይሮም ርእሲ ኣለዎ ዋ ክስቶ እኮ ወዲ ዓድዋ ኦኦ ሓያል እዩ ርእሱ ማለት እዩ ኢማጅን ኣብ ማ- ኣብ ህዝቢ ትግራይ ከመይ ዓይነት ርእሲ ከም ዝሰርሑ ረእይዎ ረእይዎ ድላይኹም ክትሓሱ ትኽእሉ ኢኹም ከባባዊ ትበሉኒ ገለ በሉኒ ጉዳይ ኣይኮነን ኣነሲ እብለኩም ኣለኹ ኣብ ጠርጢረ ካብ ተስዓን ትሽዓተን ዓመተ ምህረት ኣብ ጠርጢረ ውድብ ህወሓት ዝፈልጣ ውድብ እየ ዛረበኩም ዘለኹ ንስኹም ክንደየናይ ሰረቕትን ዓመፅትን ከም ዝኾንኩም ክንደየናይ ዓሌታውያን ምዃንኩም ክንደየናይ ከባባውያን ምዃንኩም ኣፀቢቐ ዝነግረኩም ዘለኹ ሓዝዎ እዚ ሪከርድ ገይርኩም ከመላ ሒዝኩም ተሓነቑላ ግድሰለን እያ ክነግረኩም ኣንሕና እዛ ትግራይ እዚኣ ኣይንደልያን ኢና እዛ ትግራይ እዚኣ ኣይንደልያን ኢና እንታይ ደኣ ንደሊ ትግራይ ናይ ተጋሩ ወዲ እንደርታ ኣብ ዓዱ ማንም መፅኡ መሬቱ ለኪዑ ዝወስደሉ ዘይኮነ ወዲ እንደርታ ኣብ ዓዱ ክነብር ወዲ ራያ ኣብ ዓዱ ክነብር ወዲ ዓጋመ ኣብ መረበቱ ክነብር ወዲ ሽረ ኣብ ዓዱ ክነብር እ? ከመይ ገይርኹም ኢኹም ሕጂ ስለ ሓድነት ትነግሩና ስለ ሓድነት ክትሰርቁ ክጥዕመኩም ከሎ ኢትዮጵያውያን እንከለኹም እኮ ህዝቢ ትግራይ ትግራዋይ ማለት እኮ ሓደ ትግራዋይ ነቲ ካልእ ማሕበረሰብ ሲ ዓሰርተ ማለት እዩ ይብሉና ነይሮም ሪኹም ዶ ክእስው ከዓ ንክሰርቁ ደልዮም እዞም ሌዋዊ ኣብታ ቁርፂ ግዜ ከንታይ ኢሎም ህዝቢ ትግራይ እምበኣይኸስ ነታ ዓድናይና ዝሃነፅናያ ደምና ዘፍሰስናላ ሕጂ ድማ ስናብሊሓ ክትበልዐና መፅኣ ኢሎም መግለፂ ኣውፅኦምና ናይ መን ስኒ ናይ ባዕሎም ስኒ እኳ እዩ ዝነኽሰና ዘሎ ምንጋር እዩ መሰልና ምንቃሕ እዩ ሓይልና ህዝብና ድኹሉ ክነምህሮ ኢና ሞት እውን የብልኻን መስዋእቲ ምኽፋል ተሪፉ ብሰላም ትነብራ ትግራይ ተሃኒፃ ክትሪያ ብሂወት ሂወትካ ድሕና በዓልካ እዩ እቲ መዝሙርና ድሕር ገዲማና

ደምና እሊ መን እዩ ስሙ ልዙይ ኣምፁለይ ደምና እሊ ኣለም ገብረዋህድ መዓንጣና ልኣማንኤል ኣሰፋ ምክንያቱ መዓንጣ ሰይኑ ስለ ልሕባ ኣሎ ማለት እዩ ዝመዝሙር ቀይርዎ ከም ገይርኮ ንዓል ወጂ ክሓሪ ገርፅ ኣብ ርእስኹም ኔና ገዲ ጎበዛት ተጋሩ ንቑሓት ኣዲስ ኣበባ ስኹን ኣውሮፓ ስኹን ስዑዲ ስኹን የመን ስኹን

ካብ ትግራይ ጥራሕ ሓምሊ ይወፅእ ጎሩ ወፀ ነይረ የላየ ሞባይል እኮ ኣሞ ኣዛ ሓንቲ ናብ ዛ ሓንቲ ኣትየ ድንቁርናምሲ ኣብ ትግራይ ጥራሕ ክቕበር ጎሮ ናብ ካሊእ ዓለም ከይለኻኸብ ናብ ካሊእ ማሕበረሰብ ከይሓልፍ ድንቁርናም ኣብ ትግራይ ጥራሕ ይቀበር ተወዲያ ጌታቸው እኮ ጠፊእና ጨኒሕና ጌታቸው ክመፅእ ይሶኒ ሶ ኣንሕና እዝን ኣቅድሚ ሐዚ ነበረያ ነበረ ላወልና ነበሩ ትግራይ ናልተሰውኦ ህያ ልብል ወግዒ ትግራይ ናልነብሩ ተጋሩ እያ ትግራይ ናራእይ ለለዎም ተጋሩ እያ ትግራይ ካብ ትግራዋይ ሓሊፉ ናማንም ሰብ ትግራይ ክትኾን ኢና ንደሊ ተብታብ ጎሩ ጋይስ ኩልኹም ተብታብ ጎሩ ኦኬ ትግራይ ናፀበብቲ ናድሑራት ናደናቁር ናፋሓርቲ ሬሳ ወርቂ ክኣሪ ኢሎም ወለዶ ልፍሕሩላ ኣይኮነት ትግራይ ናተጋሩ እያ ትግራይ ብተጋሩ ትረጋገፅ እያ ትግራይ ናድንቁርና መዐንደሪት ኣይትኮንን ሰዋት ስለዚ ኣንሕና ሓሳብና ንሽርሽር ኢና፣ ሓሳብና ንሸጥ ኢና፣ ዲሞክራሲ ጨቕ ኢና ንህብ፣ ተደልዮም ይጻረፉ ተደልዮም ይጽሓፉ። ሓምደስ ልበሎም ይበሉ ኣብ ገዛና ልዋዕሉ ላትፃረፉ ሚት ብሎክ ምናምን ኣይንገብሮም እዩ ልምንታይ መስልኩም ነፃነት ክመሃሩ ነይሮም ኣብ ባርነት ለለዉ ሰባት ላብ ነፃነት ብርሃን ልምውፃእ ምክንያቱ ብዙሕ ግዜ ፀልማት ተነይርካ ቶሎ ኢልኻ ብርሃን ኣይትሪኢ ዓይንኻ ይሕመካ እዩ ቅጭቅጭ በቃ ይወግኣካ ከምዚ ፀሓይ ርኢኻ ለይትፈልጥ ተኾይንኻ ማለት እዩ ልዞም ባሮት እንደገና ስለ ነፃነት ጩራ ትብሎም ተሎ ዓይኖም ብጣዕሚ እዩ ልወግኦም ብጣዕሚ እዩ ልሐሞ ተረዲእኮ በቃ ሃሚ ባርነት ሕማቕ እዩ ባርነት ማለት ኣብ ፀልማት ትነብር ተሸፊንካ ሰብ ከይርእየካ ትሕበሉ ዓይነት መስርሕ እዩ፣ ድንቁርና ማለት እዩ። ላብዚ ብርሃና ጩራና ፍትሒ ና ሰላም ና ትግራውነት ትግራይና ተጋሩ ኣብ ምህናፅ ትምህርቲ ኣለካ ዓይንካ ኢካ ደጉሕካ በቃ ይሐሞም እዩ ደኽታማት ምዕባይ ይኣኽለን ናቶም ለለዉ ነዕብዩ ያ ስኮዩ ልቶም ደኽታማት ልባዕሉ ስይ ናቦኦም መስዋእቲ ናዶኦም መስዋእቲ ናሕዋቶም መስዋእቲ ከይዝክሩ ካብ ዓዲ ተሰዲቶም ክኸዱ እዮም ንገብሩ ኣለዉ እዞም ረስሓት ልምንታይ ዓላማ ተሰዊኦም ኢሎም ከይጥይቕዎም

ኣነሰ ልኾነ ሰብ ስቁኢሉ በቃ ኣነ ሽግር የብሉ ዕጥን ሸለፉ ተጸሪፍኒ ዝሰ ኦኬ ምንም ዋይ ሸለፍ ክልይ ዓሊ ዕጥን ሆነይ ትጻረፍ ኣምሳያ ዋይ ሰሊልለ ንምስራሕ ንምቅልጣፍ ናይ ሕወሓት ዕድመ ዘለዎ ካብ ኢትዮጵያ ተሰጒጓ ሕጂ ከዓ ኣብ ልዕሊ ህዝቢ ትግራይ ብሃይማኖት ሽፋን ክሰርሕዎ ዝደለዩ ጉዳይ ስለ ዘለ ደኣ እምበር ሓንቲ መዓልቲ ስለ ስብከት ስለ ሃይማኖት ስለ መጽሓፍ ቅዱስ ስለ ወላ ሓንቲ ሰብ ይኾም ኣይፈልጥን ዞም ኣቕሽቲ እዚኦም ክነግረኩም እቶም ኣብኡ ዘለዉ ካድረታት ዘበሉ ብኸብዶም ዝሓድሩ ማለት እዩ ምክንያቱ ናይ ንሱ ውፅኢት ከማ ሪኢኹሞ ይኹን ኳ ኣብ ኣክሱም ሰበይቲ ወሊዳ ኣይነጠምቐክን ኢና ንስኺ ጠባብ ይኽዶ ገለመለ ይኽዶ እንዳበሉ ነቲ ህዝቢ እርሰ በርሱ ክባላዕ ኣብ ዘይኮነ ኣጀንዳ ክውዕል ሃይማኖት እንታይ ማለት እዩ ኣቦ ዘይብሉ ቆልዓ ኣይነጥምቆን ይብልኻ ክንደይ ነገር በቃ ክንደይ ነገር ህዝቢ ትግራይ ካብ ህወሓት ቀፂሉ እቶም ናይ መንበረ ሰላማ ዝበሃሉ ሰባት ዘለዉ ንሶም ከዓ ካብ ህዝቢ ትግራይ ፈሊጡ ብሃይማኖት ሽፋን ኣምነ ኣምነና ተፃወተ ህዝቢ ትግራይ መቐነቱ ዘንኩል ጉሒላ እዩ ክንነግረኩም ሰረቕቲ ዘበሉ እዮም ኩሎም ኣብኣ ዘለዉ ሓጢኣት እንተኾይኑ ኣነ እየ ዝሓጢ ይነውሰይ ኣነ እየ ዝሓጢ ንሓቂ ሓቂ ምባል ሓጢኣት እንተኾይኑ እዚ ገነት ኣይደልን እያ ገነት ኣይደልን ኣብ ሓሶት ተዛሪበ ኣብ ገነት ካብ ዝኣቱ ዓይነይ እንዳረእኹ ሓቂ ተዛሪበ ኣብ ሲኦል ክኣቱ እየ ዝመርፅ ሃይማኖት ናይ ግሊ እዩ ኣነ ዝተዛረብኩ ኣነ ሕተተሉ ካብ ዝተረፍኹም ቀሸይትን ክእለይ ምን ድኾን ከይድኻ ተሳለሞ ጉዳይ ኣይኮነን እዩ ንዓይ ክነግረካ ሌዋዊ ዘበሎ ኣቕሽቲ ኣናቕሽቲ እዚኣም ከም ኣቕሽቲ ኣይቆጽሮምን እየም ብኸብዶም ዝቆጸሩ ናይ ሓደ መሪሕነት ካድረታት ዘበሉ እዚኦም ብገንዘብ ዝሰኸሩ ስለ መጽሓፍ ቅዱስ ገንጺሎም ጥቕሲ ጠቒሶም ክነግሩኻ ዘይክእሉ ወንጌል ሰቢኾም ዘይፈልጡ እንታይ ደኣ ኣበየላ እንዳዊስኪ ኣበየላ እንዳ ቢራ ናይ መን ክርስትና እያ ጽብቕቲ ዘላ ናይ መን ብር ህዝቢ ትግራይ ሕጂ ኣብ ዘይወፅኦ ዓፀቕቲ ብዛዕባ ናይ ዘይተደለዩ መእለያ ዘይብሉ ናይ ባህሊ ምብራዝ ገጢምዎ ሕምብርትኻ እንዳተሰዓምካ ኣብ ክርስትና ዲኮር ዝበሃል ሽምግልና ዝበሃል ዘይድሊ ባህልታት ናእተየ ኣብኡ ተገቲሩ ክንዲ ግዝኣ መጠምጠምያ ገይሩ በስማብ ወልድ ምፈስ ቅዱስ ኣሃደ ኣምላክ ኣሜን እምበኣይ ኸስ ነውሪ እዩ እዙይ ዝብል ቐሺ እኳስ ኣይትረክብን ኢኻ በቃ ደስ ኢልዎ በሊዑ ሰት ይኸይድ እቲ ህዝቢ ሓላዊ የብሉን ብመንግስትን ብሃይማኖት ኣቦታትን ዝተክሓደ ህዝቢ እዩ ከምዚ ዓይነት ህዝቢ ከዓ ኣብ ጥፍኣት ከይዶ ኣሎ ይጠፍእ ኣሎ ወላ ሓንቲ የብሎም እዚኦም ክንነግረኩም ሕጂ ብመለክዕም ምስኦም መጺኦምስ በቃ ዋይ ድሓን በቃ ግዜ ይወሃቦም ገለ መለ ዋእዚ እኮ ሓቢቢ ፍቅረኛታት እኮ ኣይኮናን ንሕና ምስ ህወሓት ንህዝቢ ትግራይ ንሕና ፍቅረኛ ኣይኮኑን ሕድሕድ ትግራዋይ ዋጋ ዝገበረሉ ዋጋ ዝሃበሉ ህይወቱ ዝኸፈለሉ ድርጅት ነይሩ ኣይጠቐመናን ኣብ ዝሞተ ይኮና ንነብር ኣብ ህልዋት ኢና ንሕና ዘገድሰና

ህዝቢ ትግራይ ግን ልቡ ስለልፈለጡ ኣንሕና ፈራሓት ምዃንና ስለልፈለጡና ሃምለይ ንጥይቕ ናባዕና ኣሕሊፍናይ ንህቢ ንሃም ንብል ስለልፈልጡና ጭብጥ ኣቢሎም ስለልፈልጡና ኩላ ውሽጣዊ ሻጣ እዮም ዝፈልጥዎ ንህዝቢ ትግራይ ህወሓት ክነግረኩም ህዝቢ ትግራይ ንህወሓት ይፈልጦ ህወሓት ውሽጣዊ ሻጦ ህዝቢ ትግራይ ከምዚያ ገይረ ይፈልጠኩም ሃምና ጡጥ በብከባቢና ባዕልና ክንሕሉ እዩ ኣብ ራያን ከባቢኣን ኣብ እንደርታን ከባቢኣን ኣብ ዓጋመን ከማሚኣን ሓደ ባንዳ ሸዋጢ መሬት ትማል ብስርቂ ተባሪሩ ዝነበረ ምግቢ ኣይማሕድረንን እዩ ንዓይ ክነግረኩም ኣይማሕድረንን እዩ ንዓይ ክነግረኩም ካሊእ ከባቢ ወደ ዓደም ኮይንዎም ሓዎም ኮይንዎም ከመሓድሩ እንተፈቂዶም ዝሰኪ ጉሄድ ጉዳይ ኣይደለም ኣነ ኣነ ግን ኖኖኖኖ ፍቓደኛ ኣይኮንኩን ሓደ ዓማጻይ ገባታይ ዘይፈልጦ ንትግርኛይ ዘናሽወለይ ላህጃኹም የጽልኣኒ ዝብለኒ ሰብ መጺኡ ክገዝኣኒ ኣይቅበልን እየ ክነግረካ ወግን ባህልን መንነተይን ክብረይን ሃይማኖተይን ናይ ባዕለይ ሓልየ ተደልየ ተኣዱ ንበል ተደልየ ረሲሕ ክዳን ንከደን እንተደልየ ጠሳም ንኹን እንተደልየ ጨናዊት ንኹን ጨናዊት እንተኾይነ ጨናዊ ሰብ የመሓድረኒ ተወዲ ኣርባዕተ ነጥቢ ጠሳም እንተኾይነ ጠሳም ዝኾነ ማሕበረሰብ የመሓድረኒ ነብሰይ እዚኦም ኣብ ከምዚ እዮም ከብፅሑና ደልዮም እ? ጀልጃላት እኳ እዮም መናእሰይ ራያ ገለ ክብሉ ነይሮም ንጠርጣሮ ንሶም ኣብ ውሽጢ ስብሰባ ኮይኖም ጀልጃል መንእሰይ ራያ እንታይ ከይምፀእ ገለውልና ነይሮም ሶ ጀልጃል እዩ ዘመሓድሮ ንህዝቢ ራያ ይነሰይ ጀልጃል ዝኾነ እዩ ዘመሓድሮ ንህዝቢ ራያ ንብለኩም ኣለና ሕጂ ናይ መወዳእታ ኢና በፂሕና ከምዚ ስቆሉ ስቆሉ ሓድነት ገለ ገለ ኖኖኖኖኖ ከም ዝበሃል የለን በቃ ሕጂ ነቲ ጀልጃል ኢልካ ትንዕቆ ማሕበረሰብ ጀልጃል ዝኾነ የመሓድሮ ወዲ ዓዱ ድዩ ሓዊ ድዩ ገለመለ ድዩ የግድሰናን እዩ ነዚ ረሳሕ ኢልካ ትንዕቆ ማሕበረሰብ ረሳሕ ናቱ ዝኾነ የመሓድሮ ኣይግድሰናን እዩ ኣብ ገዛኻ ከይድኻ ከፅርየልካ ይትበሎ እዚኣ እታ ጉዳይ ምክንያቱ ኣንሕና ትግራዋይ ትግርኛ ዝዛረብ ትግራዋይ ጥራሕ ዳ ኣይኹን እምበር ካብ ዝመፀ ይምፃእ ሰብ ምዃኑ ተጋሩ ምዃንና ኢና ንኣምን ሕጂ ግን ርኢናዮ ኢና ርኢናዮ ኢና ናብ ስልጣንኩም ዝተፀግዐ ጌታቸው ረዳ ምስ መፀ እንታይ ገይሮሞ ዓድዋ ከይኣቲ ከይረግፃ ብስሩ ታሪክ ከይንዋርድ ወዲ ካሊእ ዓድስ ዓድዋ ኣርጊፀሞ ከይበሃል ኢልኩም ማለት እዩ ኣየርገጽኩሞን ሽረ ከይዱ ብጫማ ገይርኩም ክብሪ ናይ ናይ መሪሕነት ኣጥፊኹም መዓት ነገር ማለት እዩ ምስቲ ማሕበረሰብ ክተባእሱና ህዝቢ ሽረ ንባዕሉ ዕቕቕ ኢልኩሞ ኢኹም ሰረቕቲ መዳኸርቲ ከምቲ ዓንተው ዝበልክዎ ደቂ ሓፍቱ ምግበይ ሕጂ ክቃለሰና ዝኽእል ደቂ ሓፍቱ ደቀሞ ደቀኩኡ ናብ ቲክቶክ ሰዲዱ ፎቶ ገይረን ገለ ከጉርዓ ከለአን እንታይ ኣይኮነን እዩ ወይ ከዓ ካብቲ ዝሰረቐ ወርቂ ሂቡ ዝኾነ ጥቕማ ጥቕሚ ሂቡ ዝከላኸሉ ሓይሊ ክገብር ይኽእል እዩ ጉዳይ ኣይኮነን እዩ እቲ ሓቂ ግን ንስተ ኣይኮነን ኣንሕና ንዝኾነ ይኹን ሓይሊ ኣይንዕገስን ኢና ክንነግረኩም ኣነ ብወገነይ ራያን እንደርታን እኮ ሚድያ ዘይብልኩም ሚድያ ሒዙ ዝማጎት ሰብ ከማንስ ዘይብልኩምን ኢኹም እዚኦምስ እንታይ ድዮም ገይሮምሎም ንትግራይ ንትግራይ ኢሎምና ሚድያ ሒዝካ ምፅራፍ እንድሕር ደኣ ምቅላስ ኮይኑ ሰዋት ክነሪኦኩም ኢና ድሕሪ ሕጂ ክንደኻኸር ኢና ማለት እዩ ኣነ ነግረኩም ኣለኹ ድሕሪ ሕጂ ግደፎ እዚ ባእባእ ስታሊነ ሃይለ ደደቢት ገለመለ ገለመለ ግደፍዎ ኣነ እንድሕር ደልየ ንደቂቃታት ኣይኮነን ንማይክሮ ሰከንድ ንባዕሉ ንዞም ሰባት እዚኦም ዋ በቃ ሕድሕድና ከምዚ ናተወራርድና ክንነብር ኢና ማለት እዩ ተዘራባይ ሰብ ስኢና ኣይኮናን ተዘራባይ መንእሰይ ዘይብና ኣይኮናን ዘይምዝራብ ኣይኮናን ትፀገምና እንታይ ደኣ ልቢ ዕሊና ኢና ኦኬ ከም ዝኸውን ድሓን በቃ ንግደፎ ተጋሩ ኢና እንታይ ሞ እዩ ሓደ እንተሓደስ መን እዩ መን መን እዩ ስለ ንብል ኢና ማለት እዩ ስለዚ እዚ ኣተሓሳስባ እዚ ሕጂ የለን የለን ገለገለ ሰባት ሙስሊነት ኖኖ ዋተጋሪ ኮይና እንታይ ከም ትብሉ ዘለኹም ግደፉ ግደፉ በቃ ሓደ ንሕሰብ ገለመለ ስጀመር ዋላ ተስ- ሰላም ኮይና እውን ሲ ሓደ ንሓስበሉ ሚንስ ክንነግረኩም ተተኸባቢርና ጥራይ እዩ ብምፍርራሕ ገለመለ ዝመፅእ ነገር የለን ዘረኝነት ን27 ዓመት ዝነበረ እዩ ዓጋመን እንደርታን ወልዋለን ገለመለን ነይሩ እኳ እዩ ሓድሽ ጉዳይ ኣይኮነን እዩ ሕጂ ዝመፀ ጌርኩም ኣይተምፅዎ ኣይትሓስቡ ነገር ግን ኣብዚ ናይ ከዚ ከምዚ ሕጂ በፂሕናዮ ዘለና ኩነታት ግን ኣይነበረን እዩ እቲ ምንታይ እንተይልካ ትግራይ ናይ ተጋሩ ጌርና ስለ ንሓስብ ዝነበርና ምበኣስ ምግጫው ኣይኮነን ኣብ ሓደ ክልል ኣብ ሓደ ክልተ ኣሕዋት ኣብ ሓደ ገዛ ከማን ትበኣስ ኢኻ ንሰይ ኮነ ማንዴተ ግን ብኸመይ ተደቅሰ ከዓ ንፈልጥ ኢና ጌጋ ዝኾነ ጌጋ እዩ ትብል ማለት እዩ እዚ ከምዚ እዩ ትብል እዚ ሕጂ መፅኢ ዘሎ ግን ሕድ ሕድ ኣብ ትግራዋይ ትግራይ ናይ ተጋሩ ናይ ሙኻን ዕድሉ ናጸበበ መጺኡ ናይ ሓሙሽተ ናይ ሽዱሽተ ጀነራል ጀነራል ኢና በሃልቲ ሰረቕቲ ዓመጽቲ ዝኾኑ ብወንጀል ዝተጠላቐዩ ገና ኣብ ሕግን ሕጋውነትን ጠጠው ኢሎም ዘይተፈረዱ እንድሕር ሰውት ኮይኖም ክሕተቱ ከለው መልሶም ሒዞም ይቕረቡ። ካብኡ ሽዑ ንሓፍረ ንሕና። ኣይሰረቕኩን ኢሉ ምግበይ ሰሪቕካ ድኻ ምስ ፋኖ ድኻ ደይበሃል ኣሎ ይውሰድዎ እንደ ናብቲ ሕጊ ኣብቲ ሕጊ ከይዱ እንደ ከምኡ ኢሉ ይከራኸር ንዓና ኣይኮንኹም ትከራኸሩና ኖኖ ኣጸሊምኩሞ ገለ ኖኖኖኖ ይኺድ ናብቲ ሕጊ ድሕሪኡ ኣብኡ መልሲ ሂቡ ነፃ ምስ ወፀ ንዓና መፂኹም እንቱም ሓሰውቲ ኣጸሊምኩሞ ረእይዎ መልሲ ሂቡ ሓቅነቱ ኣውፅእዎ ትብሉና ማለት እዩ ንምንታይ ሕጊ ትፈርሑ ንምንካይ ንምንታይ ኢኹም ሕቶ ትፈርሑ ንምንታይ ኢኹም ክትሕተቱ ከለኹም ትሃድሙ በቃ ዓገርገር ሕውንን ኣብ ቆምሽኩም ውይ ኣበይ ኣለ ከደይ ትግራይ ንዕሕ ሓበኒ ገለ ትብሉ ሕቶ ኣይትፍርሑ እኹል መልሲ እንተሊካ ዝኾነ ሰብ ክሓተካ ክእል እዩ ዋላ ዝኾነ ሰብ ካብ መሬት ተላዒሉ ንስኻ ዚኢኻ ክብለካ ክእል እዩ ስለዚ ኣይትፍርሑ ንሱ እዩ እቲ ጉዳይ እቲ ዓብዪ ጉዳይ ሶ ኣንሕና ንዝኾነ ይኹን ሓይሊ ብሓሳብ ክንዘራርብ ንኽእል ኢና ሓሳብ ዘለዎ ሰብ ምብሽሻቕ እንተኾይኑ እውን ክንበሻሸቕ ንኽእል ኢና ጣጣ ይብል ማለት ጉዳይና ኣይኮነን ካባና ንላዕሊ ዘብሽቕ ሰብ ኣካል ኢለ ይኣምንን ካባይ ንላዕሊ ንሰብ ዝትርብ ሰብ ኣለ ኢለ ይኣምንን ኣብዛ ሚድያ ንፋለጥ ኢና ዋላ ሓደ ብጣዕሚ ተራቢ ዝበሃል ትግራዋይ እንተመፅስ ልዕለ ክትርበ ይኽእልን እዩ በዚ እንተመጺእና ግን ኣብቲ ቁም ነገር እንተኾይኑ ናይ ፖለቲካ መርገጺና እንተይመስል ብሓሳብ ከኣ ምሕሳብ ጽቡቕ እዩ። ስለዚ በተለይ ገለገለ ሰባት ደቂ ኣንስትዮ ዘለኽን እንዳመጻኽን ምግበየ ገለመለ እንዳልክን ኣይተጽማና ንምግበይ ትድግፉ ሰባት ሓወልቲ ይኹን ፕሮፋይል ኣየድሑናን ንምግበይ ዘድሑነ ግን ክልተ ክልተ ቆልዑ ወሊድካ ብምሃብ መስዋእቲ ብምኽፋል ስለ ዝኾነ ክልተ ቆልዑ ንምግበይ ብምሃብ ኣብ ጎኒ ምግበይ ንኹን እንዳበልኩ የቐንየለይ።
እዚኣ ክልተ ቆልዑ ይሃቦም እዚኣ እዚኣ እዚኣ እዚኣ እታ ግቢ ትሰያ ባይ ዘ ወይ ቴንክ ዩ ከምቲ ኩሉ ትግራዊ ኣብ ጎኒ ብርጌድ ንሓመዱ ደው ዝበሎ ብፍሉይ ኣነ ደው ኣይበልኩሉን እየ ተረዲኽኒ ሜቢ ኣነ ኣብ ቀረቦ ምስኡ ስለ ዘለኹ የስ ተዘይኮይኑ ግን ልዕለና ንስኺ 24 ሰዓት እንዳኣተኺ ገንዘብ ክትለቕምሉ ዝነበርኪ ንስኺ ኢኺ ኣነ ኣይኮንኩን ቀደማይ ነገር ማለት እዩ ተብዲክሎ ከላይ ከዓኒ ኣነ ብዛዕባ ናይ ደብረፅዮን ናይ ገለ ተዛረብኩን ተርድክኒ ኣነ ቃለ ሓንቲ እያ ኣብ ጎኒ ትዲኤፍን ትዲኤፍን እየ ትዲኤፍ ደው ኣብ ዝበሎ ኣብ ኩሉ ኣለኹ በቀደም ኣንቲ ተርበየ ምስ ጌታቸው ደው ተይሉ ምስ ጌታቸው ደው ይብል ምስ ደው ተይሉ ደው ይብል ምክንያቱ ኣንፃር ሰራዊተይ ክቃለስን ክዋጋእን ስለ ዘይክእል ማለት እዩ ኣንፃር ሰራዊት ከን ኣንፃር ትዲኤፍ ከን ምቅላስ ማለት ነቲ ዋጋ ዝኸፈልካ ጅግና ሰራዊትካ ምቅላስ ማለት ውድቀት ህዝቢ ምቅልጣፍ ምዃኑ ስለ ዝኣምን ኣንፃር ሰራዊተይ ከዓ ከማኺ ኣይክድን እየ ኣርባዕተ ነጥቢ ካልኣይ እቲ እ፣ ዓሌትና ብዓሌት ብዓሌት ቀዲሙ ሰብ ከይጥቁመክሲ ብዓልት እዮም ብዓልት እዮም ዝድግፎ ዘሎ ኣነ ብዓል ደጊፈ ኣይፈልጥን እየ ማንም ይፈልጥ ብሓድነት ትግራዋይ ብሓድነት ብሕማም ትግራዋይ ማንም ትግራዋይ ይፈልጠኒ ማንም ብዓልት ሓሲብኪ በውራጃ ሓሲብኪ ነቲ ካልእ ዘሎ ዓድዋ ራማ ዓድዋ ራማ ክትብሊ ሽረ ክትብሊ ኣክሱም ክትብሊ ልቢ ክጠፍዒ ዘሎ መሬት ዘበጥቂ ንስኽ እምበር ኣነ ኣይኮንኩን ማንም ፈልጥና ኣብዚኣ ደይብ ኩሉ ትግራባይ ሓንቲ መዓልታን ብዛዕባ ዓሌት ኣልዕሊ ተዛርበ ይፈልጥን ያነ ኣይፈልጥ ኣይተምፅለይን ከዓኒ ኣይተምፅለይን ተረዲኽኒ ኣነ ኣብ መንጎ ኤርትራውያን ዝተዛረብክዎ ብሃገር ደረጃ ይዛረቡ ስለ ዘለዉ ምስቶም ኣብ ሃገር ዘለውን ንሶም ብደገ ዘለውን ከም ደለይቲ ፍትሒ ዳ ይቃለሱ ስለ ዘለዉ ደኣ እምበር ኣብ ሓንቲ ብሄር ውሽጢ ኣትየ ኣይፈትፈትኩን ኣይፈትፍትን ከዓኒ ተረዲኽኒ ኤርትራ ዘሎ ሓወይ እንዳበልኩ ኣብ ኤርትራ ዘሎ ናሃተይ እዩ እንዳበልኩ ኣብ ትግራይ ውሽጢ እንደርታ ተምቤን ዓድዋ ዓድዋ ዓድዋ እንዳበልኩ ጎረረይ ዝልሕልሐሉ መንገዲ የለን እዚኣ ካብ ብቐደማ እኔ ኢለያ ሕጂ ትድገምያ ሕጂ ትግ- ኣይትድገምያ እስኺ መቐለ እንደርታ ተምቤን እንዳበልኪ ብፅልኢ ናይ ማሕበረሰብ ዓድዋ ብፅልኢ ናይ ማሕበረሰብ ራማ ትደባደቡ ዘሎ ሓንሳዕ ኢሎም ሓንሳዕ ናብ ናብ ኤርትራ ትዝዳሆ ንምንታይ ብዓጋመ ዘይተልዕሊ ብዓጋመ ዝልዕል ሰ- ብኡ ጥራሕ ድዩ ዝዳወብ ብኡ ጥራሕ እዩ ዝዳወብ ንሳተ ትንኮሳ ስለተደልዩ ስለድያ ንሳተ ትንኮሳ ስለተደልያ ህዝቡ ክተጥቅዕ ስለትደሊ ኣታ ክትገብርዮ ትደሊ ማሕበረሰብን ኣካይዳን ስለ ዘሎ ኣብቲ ስልጣን ሒዞ ዘሎ ሓይሊ ተሞርኪዝኪ ናብቲ ማሕበረሰብ ንሱ ኣታ ክትገብሪ ትኸድዮ ክተብፅሕዮ ትደልዮ ዓላማ ክትቅጥቅጥዮ ትደልዮ ኣካባቢ ስለ ዘሎ እዩ እዚኣ ከ ኣለና ብሓንሳብ እዚኣ ክንረባረብ ኢና ከምቲ በቀደማይ ዘልክዮ ክንረባረብ ኢና መልሲ ክንህብ ኢና ገለ ንመልሲ ልዕለ ትዛረብ ትክእል ንክበረያ ብዓሌትነት ብዓ- ብፍ- ዓዲ ዓ- ዓድን ቀበሌን ፈሊኺ ብቁሸት ብሕንባሻ ብጠስሚ ሓሲብኪ ክትኸዲ ተረዲኽኒ ክትግፀሊ በሎም በሎም ክትብሊ እንተዘይኮይንኪ ብካልእ ግን ብዛራ ብልፍለፋ ግን ንዓይ ኣይክትበፅን ኢኺ ብኡ ግን ኣብቲ ደረጃ ግን ኣይወረድን ኣነ ብሕምባሻ ይሓስብ ብጠስሚ ይሓስብ ብቆሎ ይሓስብ ብእንጣጢዕ ይሓስብ ኣነ ትግራዋይ ሓደ እዩ ኢለ ዝኣምን ሓደ ስለ ዝኾነ ማለት እዩ ተረዲኽኒ ኣነ ብዚ ኣለኹ ብትን ትብል ትግራይ ንምንታይ ትብተን ተኻለኸ ዘይነብር ዘይነብር ተኻለኸ እ? ተኻለ ከዚ ነብር ካብ ኣነ ደጊፈ ይፈልጥን ንስለ ኮንክን ቀንዲ ደጋፊ ናይ ጌታቸው ጌታቸው ፎርኤቨር ማይ ፕሬዚደንት ናብ ክትውዕል ንስለ ኮንክን እንታይ ማለት ደጊፈ ይፈልጥን ንስለ ኮንክን እቲ ናይ ሓራ መሬት ዝፅሑፉ ሰባት ኣብ ሓራ ኣለና ኣብ ጉድጓድ ኣቲና እንዳበሉ ዝዛረቡ ሰባት ሳፖርት እንዳገበርካ ፈቐዶ ፌስቡክ ፈራዕራዕ እንዳበልክ ትውዕልን እትህብዮ ኮመንትን እትህብዮ ላይክን ዘይንርኢ መስለኪ ፍሬንድስ ኮናው እንታይ ደክሸር ነገር ክትውዕሊ ኣይድግፍን ትብሊ ንዚ ትግራዋይ ሕድሕዱ ክዋጋእ ክቃተል ክዳፋእ ዳ ትድግፍ እምበር ቀዳሚት መግበራ እያ ንሱ እውን በዓሊን በዓሌትን ብዓውድን ሓሲብኪ ማለት እዩ ንዓይ ግን ሓንቲ ትንጥሎ ሕጆ ገለ ማይ ክኸፊ ክተምፂ ትኽእሊ ኢኺ ብዓደ ልዕል ክትዛረብ ንስኺ ኢኺ በሮጃ ልዕል ክትዛረብ ንስኺ ኢኺ ብምትኳስ ብ- ኣብ ባይታ ብረት ሒዞ ዘሎ ትዛረቢ ንስኺ ንስኽን ጥራሕ ኢኺ ንዓይ ብኡ ኣታ ክትገብርን ኣይትኽእልን ኢኺ ጠቕላላ ማለት እዩ ንደብረፅዮን ጉዳይ ኮን ደብረፅዮን ንስኹ ትቐርብዮ በዓል ሃብታ መሬት ኪድ እንደበልዮ ኪድ እንዳ በልዮ ወዲ ሓወቦ እዩ ንዓይ ከ ደብረፅዮን ብዓዲ ድግፎ ብዓዲ ድግፎ ብዓዲ እዮም ሸዊት ብዓዲ እያ ትድግፎ ብዓዲ ደጊፍና እየ ንፈልጥ እና ቲዲኤፍ ሒዙ ስለ ዘሎ ግን ኣብ- ኣብ ጎኒ ቲዲኤፍ ና ሕጂ እውን ኣነ ኣብ ጎኒ ቲዲኤፍ እየ ብውልቀ ብሸዊት ማለት እዩ ኣነ ዝውክሎ ዓዲ ከዓ የለን ንስኺ ከዓ ዓድን ዓውድን ወኪል ክትዛረብ ዘለኹ እምበር ኣነ ዓድን ዓውድን ወኪል ዘውፀኒ ስለ ዘየለ ከምዚ ከማኺ ኣብ ሚድያ ባዕለይ ዘዕብኾ ሚድያ ሒዘ ስለ ዝኾንኩ ዝዛረብ ዘለኹ ተረዲኹም ዝልፍልፍ ዘለኹ ዝወክ- ወኪል ዘውፃኒ ማሕበረሰብ ክሳብ ዘየለ ንህዝቢ ወኪለ ትዛረብኩ ንስኺ ኢኺ ንሕና ብዓዲ ክንውደብ ኢና ብከባቢ ክንውደብ ኢና ብገለ መ- ተወዲብካ ዶ ክትብፅሒ ንረኪ ኢና ብዓዲ ተወዲብኪ ተጥፍኤ ከባቢ ተልኪ ብዓዲ ተወዲብኪ ተጥፍኤ ስልጣን ድሕር ሃሊኪ ኣይ ንሪኦ ንሪኦ ለውጢ ተምፅ ብካልኣይ ክት- ተጎጅልኪ ብውሽጣ ውሽጢ ንሰርሐሉ ኣለና በዚ ንኸድ ኣለና ትብልዮ ዝነበርካ ኣካይዳ በቀደማይ ንሰርሕ ኣለና ትብልዮ ዝነበርኪ ስርሒ ኪዲ ከምቲ ንስኺ ብውሽጢ ትሰርሒ ንሕና ግን ብውሽጢ ኮና ንሰርሕ ብቃልዕ ኣብ ጎኒ ሰራዊትና ደው ኢልና ከዓ ንሪኢኪ ኢና ማለት እዩ ኣብ ጎኒ ሰራዊትና ደው ኢልና ከዓ ትሪኢኺ ኪዲ ብዓድን ዓውድን ዝተወደቡ ኣዲስ ኣበባ ኮፍ ኢልክን ከምዚ ከማኺ ሕጂ ወፂኺ ዘለኺ ከምኡ ተረድኽኒ ንቶም ሓራ መሬት እንተ ካልእ ከኣ ንስኹ ትቐርብዮ ንቲ ዕጠቑ ደቅኹም ሃቡ ገለ ንስኺ ክንዲ ጠላዕ ከብዲ ዓሰርተ ትሽዓተ ዓመት ቆልዓ ኣለኪ ንስኺ ሃብዮም እንዶ ናብቲ ሓራ መሬት ኣውርድዮም ኣንዳ ንወዲ ሽዱሽተ ዓመት ዳናይ ከውርዶ ወዲ ሸዓዱ ሽዱሽተ ዓመት ናይ ከውርዶ እቲ ሓውኪ እዩ ኣውፂኺ ገለ ዝበልኪዮ ሓወይ ከማኺ ዘይኮነ ኳሕ ክትብለካ ዳወልካ ሓራ መሬት ትበሃል ከላ ሃዲሙ ካብ ትግራይ ዝወፀ ዋጋ ከፊሉ ተጋዲሉ እዩ ወፂኡ ተጋዲሉ ይወፅዩ ኣብዚኣ ክትጥቀዐልክ ይኽእል እየ ተጋዲሉ ይወፅዩ ከማኻ ሃዲሙ ኳሕ ትብል ካልይ ኮይኑ ወፅዩ ተረዲኽኒ ባዕልኹም ትብልዎ ባዕልኹም ነት ብብረ- ብብረት መፀ ሓይሊ ብብረት ናትና ኣበይ ኢልኩም ባ- ባ- ናብ ባይታን ዝወፀ ሓይሊ ትድግፊ ኮሚኒስት ከዓ ንብረ- ብብረት ከዓ ኣይኣምንን እየ እያ እንታይ ደኣ እባ ትኣምኒ እንታይ ደኣ እባ ትኣምኒ ትብረትክ እንታይ ንስእሊ ዶ ሒዝክዮ ንስእሊ ዲኺ ንዝሓዝዎ ትድግፍዮም ትውዕሊ ንስኺ በዓል እ፣ ኣሸናፊ ደሴ ኣሸናፊ ክትደግፍዮም ትውዕሊ እንታይ ደኣ ድዮም ዝውዕሉ

ዓሊ ተፅሆይለይን ከም ሰብ እንተሰዲዶም መፅኦም ከፊሎም ፅኦም ኦፍኮርስ ኣብ ሊብያ ክገርብዮም ኣይኮንኩን ስለ ዘለና ውፅኦም ኣውፅኦም ካብቲ ዘለኒ ከዓ ንቲ ዘለ ንቲ ናተይ ህዝበይ ዝብሎ ነቲ መሬተይ ዝብሎ ከዓ ነቲ ኣብኡ ዘሎ ተጎዳ እውን ካብ ጅባይ ጣዕ ኣቢለ ዝህብን ዝመቅልን ሰብ እየ ካብታ ዘለትኒ ከዓ ማለት እዩ ካብታ ዘለትኒ ከዓ ተረዲክላ ንስኺ ግን ብፅልእ ዓድዋ ዝሰኸርኪ ናትኪ ተሓሳስበን ከማኺ ዝበሉ ሰባትን ጎጅልኪ እዮም ዝሰርሑ ኣለና ትብሊ ዝብለካ ኣካላትን ብፅሊ ኪዲ ስቑተ ኢሎም ክሓሶም ከዓ ንሪኦም ኪዲ እንተ እቲ ትዲኣፍ ግን እቲ ጅግና ህዝብን ወዲ ህዝብን እቲ ካብ ህዝቢ ትግራይ ዝወፀ ተበባ ሽሓት ዝኣክል ዕጡቕ ጅግና ተባዕ ትዲኤፍ እቲ ንስኽ ናፀረፍኪ እንዳናሸኽዮ እንዳዋረድኪ ትውዕሉ ዘለኹ ትዲኤፍ ግን ኣብ ጎኒ ህዝቡ ደው ኢሉ ንህዝቡ ዝጠቅም ንህዝቢ እዚ ሓይሽ ዝበሎ ነገር ክሰራሕ ኣብ መሬት ደው ኢሉ ኣሎ ኣብ ኣብ መስመር ደው ኢሉ ኣሎ ከማኺ ዝበሉ ሓደ ክልተ ሰባት ዝጎስጎስኩሞ ገንዘብ ኣዋፅ እንዳበልኩም ብደገም ብውሽጢ ዘሎ ኤርትራዊ ይኹን እ፣ ኢትዮጵያዊ እዩ ኣምፅ እንዳበልኩም እንዳ እንዳ እንዳለቀምኩም ተ- እንዳጎስጎስኩም ዘውረድኩሞ ዘይኮነስ እዩ፣ ዘዐሸኹሞ ዘይኮነስ እቲ ብዓድን ብመሬትን ብተፈናቀልን ዝሓስብ ሕጂ እውን መሬተይ ከይተመለሰ ህዝበይ ከይተመለሰ ኣይምለስን ኣይብተንን ኢሉ ኣብ መስመሩ ኣሎ ንዚ ጅግና እዚ ከዓ ኣነ ደው ይብለሉ ሎም ኣይኮንኩን ፅባሕ ንሕፀት ደው ይብለሉ ኣሕዋተይ ከዓ ኣለዉ ዝዓጠቑ ኣሕዋተይ ሲ እዚ ቤተሰብ ካብ ኣውፅኽለልከ ክቆፅረልከ ዓለተይ ሙሉ ኣለዉ ዝዓጠቐ ናበይ እየ ዝሃድም ዓለተይ በይነይ ኮ ይኮነ እዚ ሓሙሽተ ዓመት ክቃለስ ከለኹ በይነይ ሓንቲ ሸዊት ኮይነ ካብ ዓለተይ ሙሉ ኣብ ደገ ዝቃለስ ነይረ ሓደ ይነበረንን ኣብዚኣ ሰብ ሓደ ይነበረንን ሓደ ሰይ ነገር ናብዚኣ ቤተሰብ ማለት እዩ ልዕሊ ማንም ንስኺ ትፈልጥኻ እዚ ንስኺ ግን ነቲ ነትኪ ዓለማ ትወስዱ እየ ንስኺ ንኤርትራ ንምህራም ንምንታይ ኤርትራ ዘይተቐጥቀጠት ናብ ኤርትራ ዝተኮይነ ኩናት ንስኺ ዝሕርቐኪ ዘሎ ናብ ኤርትራ ዝትኮስ ኳሕ ትብል ነገር ስለ ዘየላ ብጎረሮኺ ስለ ዝተሓነቅኪ ንሳ እያ ንዓኺ ተጉርዐኪ ዘላ ንሳ ከ ንሕና እንታይ ንብል ኣለና መስለኪ ተደለኺ ብዓፋር ተደለኺ ብኣፍጋኒስታን ተደለኺ ብሰማይ ሰማይ በሪርኪ ብኣሞራ ጌርኪ ተሸኪምኪ ዲኺ ተስ ብሃይላንድ ጌርኪ ዲኺ ብንፋስ እንዳተንጠልጠልኪ ዲኺ ትኸድያ ዳኣ እምበር ናፍታ ኤርትራ ንህዝቢ ትግራይ ንሰራዊት ትግራይ ኣብ ጎንኺ ጌርኪ እትኸድዮ ትንኮሳ ከዓ ኳሕ ትብል ነገር የላን ቲዲኤፍ ዋኒኑ ስርሑ ሓንትን ሓንትን እያ ንሳ ከዓ ህዝብን መሬትን ህዝቢ ትግራይ ውሕስነቱ ምምላስን ምምላስን ጥራሕ እያ። እዚኣ እያ እዚኣ እያ ኣይ ንሕና ምስ ኢትዮጵያ ኣልያንስ ፈጢርና ኣብ ትግራይ ዘሎ ሓይሉ እውን ክንቁጥቁጦ ኢና ካብኡ ንዕኡ ቆጥቂጠና እውን ኣብ ኤርትራ ክንከይድ ኢና ኢልኪ ንስኺ ትኸዶ ዘለኺ ናይ ኣልያንስ እቲ ካልእ ኸ ኣልያንስ ዘይፈጥረሉ መንገድስ እንታይ እዩ ንዓኺ ዘጉርዐኪ ዘሎ እዩ ስልካ ሙተለይ ስልካ ዘይሞትካ ስልና ዘይንቕጥቅጠካ ስልና ዘይነጥፍኣካ ስልናስ ዘይነጥፍኣካ ስልካ ዘይትጠፍእ ኣይጠፍእን ከምቲ ንስብ ኣልያስ ትተዓጻጸፍ እየ ዘለኺ ትማሊ ኣነ ከማንሲ ኣነ ንኢትዮጵያውያን ሓንቲ መዓልቲ ከምዚኣ ዘረባ ኣፈይ ሽንድር ስ- ስንድር ኢላስ ዝ- ዘረባ ቪድዮ ስርሒ ከማን ይፈልጥን እየ ንስኺ ከማ ምስ ኣምሓሩ ተናቑጥና ዝነበርኪ ምስ ኢትዮጵያውያን ተናቑትና ዝነበርኪ ቪድዮ እንዳሰራሕኺ ኔላ ዝፅደግርኪ ንህዝቢ ትግራይ ከምዚ እንዲም ዝብሉ ተጋሩ ዝብል ናይ ንዕቀትን ናይ ፀርፍን ናይ ውርደትን ቃላትን ቪድዮን ትስርሑ እየን ትዘሉ እየን ዝነበርኪ ይፈወጣ እንዳተጠምጠምኪ ንስኺ እምበር ኣነ ካብ ህዝቢ ኢትዮጵያ ድዩ ካብ ህዝቢ ኣምሓራ ድዩ ካብ ዝኾነ ይኹን ከባቢ ፅልኢ ንህዝቢ ትግራይ ኣየምፀኹሉን እየ ኣየምፀኹሉን ኣየምፀኹሉን ከም ብልፅግና ይቃለሶ ነይረ ሰራዊት ኢትዮጵያ ዝገብሮ ኣብ መን- ኣብ መሬተይ ይቃለሶ ነይረ ብኤርትራ ዘሎ እውን ኣብ ኣብ ዓዲ ብዝገበረ ነገር ይቃለሶ ነይረ ይቃለሶ ኣየ ኣለኹ ሕጂ እውን ቃለሶ እየ ካብዚኣ ሓሊፋ ግን ጥር ትብል ነገር ሓቂ ምሳኹ ኮይና ንስኽን እቲ ካልእ ሰብ ንስኹም ከም ዝገሩ ናይ ሕወሓት እግድሽን ንስኸ ኣሎ ካብቲ ባይታ ከም ዝበልኩ ሃዲብካ ካብ ምውፃእ ተመሊስካ ኣቲኻ ዓጢቕኪ ምስቶም ናትኪ ንስኽ ትጉጅልዮም ንስኽ ት- ት- ገንዘብ ኣዋፅሎም ናብ ዋይ ምጸተ ኣለም
ደብረፅዮን ዶ ይድላ ደብረፅዮን ንናገር ዶ ሓንቲ ግዜ ሓንቲ ጥያቄ እኒኣትና ኣነ መፅኣላ ክትቅፅላ እያ መፅኣላ ምለሰ- ምል- ምለሰ ኣልሃ፣ ምለሰ ኣልሃ ኣርባ። ሚት ግበሮም ሓሳብ እዎ ደብረፅዮን ዶ
ቀፅል ሽግዳ ጓል ህዝቢ እንደ ኦፍኮርስ ናብ ጓል ህዝቢ ዝኾንክ ድውል እምበር እንታይ ደኣ ናብ ናብ እዚ ትኳረሎም ኣይኮነን ዝድውል ንሱ ድሓ ዛርበን እሞ ቀልደኛ ስለዚ ጓል ራያ ልዕለኺ እቲ ፅልእን ህዝቢ ትግራይ እንትኾነ ዘምፅኦ የለን ልዕለኺ እቲ ጎስጓስ ናይ ኣውራጃ ዝገብሮ ዘሎ ጥልዕ ኢልክ ተብልዮ ዘለኺ ኣታ ክንገር ብውሽጢ እንትሓስቦ ኣቦ ናይ ህዝቢ ኣፈላላይ ክንፈጥር ተዘይክኢልና ንሱ ሓደ ነገር እዩ ንስኺ ግን ተጠሊዕኺ ወፂኺ በቃ ህዝቢ ህዝቢ ከምዚ ኮይኑ ህዝቢ እከለ ከምዚ ኮይኑ ኢልኪ ባይ ንክርእሲ ክኢልኪ ብካማ ከይትዛረቢ ዓሌት ምስ ዓሌት እንዳፀዋዕኺ ከባቢ ምስ ከባቢ እንዳፀዋዕኺ ንሓደ ከባቢ ንክልተ ከባቢ ኣተክ ሽረ ኣክሱም ዓድዋ ነርክብ ዘን ሰለስቲኤን ኣውራጃ ልብኺ ዝነተ- ዝነታዕኺ ሓንትን ሓንትን እንታሊኣ ኣብዛ ሚድያ ጓራያን ጓራያን ጥራሕ ኢኺ ጓራያን ብቃልዕ ከም ትግራዊት ንፈልጠኪ መስ ኣነ ዓፋረ ገለ ይብልን እየ ኣይብልን እየ ሹማሽም ዝህብ ሰብ ኣይኮንኩን ተረዲኽኒ ስለ ዝፈልጠካ ኣይህብ- ኣይህብን እየ ባዕልኻ ዓፋሪ ዶ ክትነግሮም ትኾን ክኢ ወይ ኣነ ከምዚ ኢሉ ድሕር ኮንኩ ግን ኣነ ከምቲ ሕጂ ክብሎ ዝጸንሑ ድሕረ ዘይሰራየ ነገደ ሃተፍተፍ ስለ ዝብለካ ከምኡ እንተ- ከምኡ እንተበልኩ ኣነ ጉዳይ ኣይኮነን ሸዊት ጉዳይ ኣይኮነን እንተ ናይ ስላፍትን ፎጣ እንዳተጠቕለልኪ ተ- ዘምጸኽዮ ጽልኢ ግን ሕጂ ምስኦም ተገልቢጥኪ ምስኦም ዓሪኽኪ ምስ ኢትዮጵያውያን ዓሪኽኪ እ፣ ንህዝቢ ትግራይ ነቲ ቲዲኤፍ ነቲ ጅግና ዋጋ ዝኸፈል ትማሊ ትዘልሉ ዝነበርኪ ኣምፂኺ እዚ ሓንካስ እዚ ቆራፅ ከምዚ ኮይኑ ናይ መን ሽሙ እ፣ ናይ ኣደመ ኮይኑ ናይ ጉ- ጉጅለኹ ናይ ኣደመይ ትብሉ እንድሕር ኮንኪ ንዓይ ኣደመ እንድሕር ከይንክኒ ሰራዊተይ እዩ። ስለዚ ሰራዊተይ ክትንክፍ ከላ ከዓኒ ኣነ ከዓ ከምተ ጎረረይ ጠጠው ትብሉ እያ፣ ኣብ ጎረረ ከዓ ጠጠው ክብል እየ ኣነ ኣነ መጎተይ ፅል ኣይፈርሕ ገለ ይፈርሕ ኣነ ፅልኢ ጥራሕ እየ ዝፈርሕ ፅልእን ዓሌትን ጥራሕ እየ ዝፈርሕ ተረዲኽኒ ፅልእን ከባቢያውት- ከባቢያውነትን ፀቢብነትን ጥራሕ እየ ዝፅላእ ኣነ ፀቢብነት ጥራሕ ዝፀልእ ካብ ወፃኢ ኣይመጊቱ ኣነ ኣንደ መርሓ ኣለኹ ትግራይ ንዓኽ ዝፈርሐኪ እንታይ እንታይ ወይ ስልጣን ሒዝክ ኣለኹ ብረት ሒዝክ ኣለኹ ኣብ ጎኒ ኣለኺ ንዓ ክፈርሐክ እንታይ ክፈርሐልካ ንዓኺ ብሓሳብ ሰሪሕኩ ወፂኹ ኣብቲ ከድኪ ገለ ንዓኸ ኣይኮነን ይብለክ ኣለኹ ንዓኸ ኣይኮነን ደብረ ፅና እዚኣ ደው ተዝብል ተረዲኽኒ ከምቲ ንስኽ ማይክ ሒዝ ተዛርብኪ ኣብዞም ጠልጠለ ብል ሕቶ ዝሓዘትኩ ሰብ እያ ኣነ ታዲክላ ሕቶ እቲ ዝሓተትኩ መዓዝ ምስብላ ትምልሱ መዓዝ ኢኹም መሬት ት- ትመልሱ ኢለ ዝሓተትኩ ሰብ ደኣ እምበር እ? ከማኺ ንሓደ ነጣቃዕኹ ንሓደ ነርኩ ንስኺ ዘዕበደትኪ ዘስከረትኪ በቃ ጌታቸውስ ንምንታይ ዘይመረሐ በቃ ተፀፊዑ ከይዱ እኮ ወሪዱ እኮ ቅበፂ ኣብ ዝወ- ኣብ ትወደእ ነገር ኣብ ዝወረደ ነገር ኣብ ዝሞተ ነገር ኝኝ ክብለከ ይትድለይ ብቐደመ ተዛሪበ እየ ተዝተዛረብኩ ኣምፂ ክመልሲ ኣይት- ኣይትድገምዮ ኣይትድገምዮ ሰራዊትና እንታይ ይሓይሽ ምስ መን ይሓይሽ ፈሊጡስ ኣብ ጎኒ ሰ- ኣብቲ ወዲ ህዝብን ህዝብን ዝኾነ ጎኒ ደው ኢሉ ኣሎ ተወዳእ ኣብ ዝሞተ ነገር ኣብ ዝኸሰረ ነጋዳይ ኣብ ዝኸሰረ ነጋዳይ ገጭ እኮ ሓውና እዩ ሓውና እዩ መሪሕና ንፈትዎ ሰሪሑ ንፈትዎ ኣብቲ ፅቡቕ ዘይሰርሖ ከዓነይ ፃፊዕና ነውርዶ ፃፊዕና ነውርዶ እንታይ ድዩ ጌታቸው ከም ማንም ዘሎ ትግራዋይ እኮ እዩ ንስኺ ዘጉረዐትኪ ንምንታይ ዘይመረሐ ንምንታይ ዘየበለ ተባሂልዋ ኣይሰረሐን ተባሂልካ ወሪዱ ተወዳእ እ? ደብረፅዮን ክወርድ ከሎ ከምዚኣ ሕጂ ኣጀንዳ ግን ከተዛረብኪያ ዝተዛረበ ዘጉረዐ ወዲ ሸረዲ ወዲ ኣክሱም ወዲ ዓድዋ ዝተዛረበና የለናን ኣይተዛረብናን ደብረፅዮን ክወርድ ከሎ ደብረፅዮን ከይተመረፀ ክመለስ ከሎ ሃፒፒ ኣይተዛረብናን ዘጉረዐት ክንስኽ ግን ዓሌታዊ ስለዝኾን ካብ መሰረቱ ካብ መጀመርትኡ ብከባብን ብፀቢብነትን ስለትኸዲ ስለትሓስቢ ተረዲኽኒ ንሳ ኣጉሪዓትኪ እምበር ጌታቸው ንሕና ከም ትግራዋይ ንፈትዎ ከም ትግራዋይ ከዓ ይሰርሕኸን ኢልና ነውሪ ዳ እምበር ወዲ ራያ ስለ ዝኾነ ሽንጥር ዝኾነ ወዲ ራያ ኣይኮነ ንሕና ካብ ኣፍጋኒስታን መፂኡ እውን ንትግራይ ዝጠቅም ነገር እንድሕር ሰሪሑ ንትግራይ ህዝቢ ትግራይ እውን እንድሕር መሪፅዎ ጎስጊሱ እንድሕር ኣሚኑ ይምራሕ በሃሊት እያነ ማዕርኹም ዝፀብብ ኣይኮንኩ ከማኺ ዓቕሚ ዘለዎ ምሁር ዝኾነ ርእሲ ዘለዎ ብህዝቢ ኣብ ልቢ ህዝቢ ሃዲሩ ብህዝቢ ተመሪፁ ክመርሕ ዝኽእል መንእሰይ ድዩ ዓብይ ድዩ እንድሕር ሃልዩ ተጋሩ ማለት እዩ ስለ ንዓፋር ነገር ብዙሕ ግዜ ተልዕሉ ኢኹም ሓደ ሓደ ተጋሩ ትጽሕፉ ኣለኹም ብዛዕባ ዓፋር ዝገበርዎ ነገር ትነግረኩም ተለኹ ትወኽ ኢኹም ኛር ትብሉ ኢኹም ይቕረ ኢኹም ማለተይ ኣብ ቁስልኹም ጨው ንስናስ ከይኮነኩም ይቕረ ኢኹም ኣነ ዓፋር ብምዃነይ ሕጉስቲ እየ እንደው እንታይ ይብል ዝንቕሓት ዝልወነን ክወስ ናዚ ዓፋርነት እያ ኢለ እየ ልኣምን ኣነ ብግላይ ዋ ዓፋር ተለይኮኑ ማ ሙሉእ ልሙሉእ ትግራወይቲ ምኾንዎ ውይ ደንቂረካ በስመ ኣብ ወልድ መንፈስ ቅዱስ መጋለብጢ ለይብለ እንኳ ዓፋር ኾንኹ እየ ኢለ ናዚ ዓፋር እየ ኣነ ንእሽተይ ፅቡቕ ነገር ወኒነ ኢለ ልኣምን ስለ ሰላም ስለ ምንባር ስለ ሰባት ፅቡቕ ምሕሳብ ገለስ ብዛን ዓፋር እየ ልሓሱ ኣለኹ ኢለ እየ ልኣምን ኣነ ኣምሰ ሰሪ

ሓደ ገጸይስ ዓፋር ኮንኩ ኦ ማይ ጋድ ዓለም ክሪኣ ገይርኒ እዩ ብትክክል ንዓፋር ታሪክ ሲ ሉሲል ትበሃል ዓፋር መቦቀል ደቂ ሰባት ገለ ዝበሃል ታሪክ ኣባየ በቃ ሓቅነቱ ኣረጋጊጸ እየ ሰባት ክነብሩ ሃም ኣለዎም መቦቀል ሰባት ሰብኣውነት ታይ ምዃኑ ክፈልጥ ዝገበረኒ ዓፋርነት እዩ ትግራውነት እማ በሎ ደምስሶ ቁረጾ ሕረዶ እዩ ምክንያት ይሩ ኣለኹ ኣብ ሶሻል ሚዲያ ልዋዕሉ ጓል ራያ ቁረጽዋ ሕረድዋ ሓዝዋ ስደድዋ በበይ ነግንያ በበይ ንሓርዳ በበይ ንቆርጻ እዩ ብጣዕሚ ትልገርም ነገር እና ኣንሕና ከምዚ ካብ ክልተ ዝተወለደ ሰብ ባይዘወይ ተባዕ እዩ ብዙሕ ኣይፈርሒ ካብ ክልተ ዝተወለደ ሰብ ኽልተ ነገር ይሓስብ። ካብ ኽልተ ልተወለደ ሰብ ኽልተ ነገር የመዛዝን። ካብ ኽልተ ልተወለደ ነገር ኽልተ ግዜ ሓሲቡ ይሓስብ ማለት እዩ። ማማነይ እኮ እየ ነጉ ተስፉ መዓራይ ልክዖም ንእኦም ባል እዞም ፅሩያት ተጋሩ ኢና ልብሉና ኣለዉ ሕዚ ፅሩይቲ ትግራወይቲ ንምዃን ሽርጥ ጠምጢመ ቁምጣ ስረ ገይረ እንኳዕ በቃ እምበር ተጋዳላይ ኢለ ክስዕስዕ የብለይ ትግራወይቲ ልምዃን ክሞት የብለይ ትግራወይቲ ክነብር ኢለ ኣለኒ ክነብር እኒሀኒ ትግራውነት እንድሕር ለየንብር ኮይኑ ትግራውነት እንድሕር ልቐትል ኮይኑ ሱ ዓፋርነት ለንብር ተኮይኑ ሱ ዓፋር እያ ኣነ እምቢ ትግራውነትኩም ሒዝኩም ክደ ይፈልጥ የመልከተናይ
ከማኺ ንሓደ ነጣቃኹ ንሓደ ነርኩ ንስኺ ዘዕበደትኪ ዘስከረትኪ

መሪሕና ንፈትዎ ሰሪሑ ንፈትዎ ኣብቲ ጽቡቅ ዘይሰርሖ ከኣ ጻፊዕና ነውርዶ ጻፊዕና ነውርዶ እንታይ ድዩ ጌታቸው ከም ማንም ዘሎ ትግራዋይ እኮ እዩ ንስኺ ዘጉረዐትኪ ንምንታይ ዘይመረሐ ንምንታይ ዘየበለ ተባሂልዋ ኣይሰረሐን ተባሂልካ ወሪዱ ተወዳእ

ተረዲኽኒ ንሳ ኣጉሪዓትኪ እምበር ጌታቸው ንሕና ከም ትግራዋይ ንፈትዎ ከም ትግራዋይ ከዓ ይሰርሐኸን ኢልና ነውርዶ ደኣ እምበር ወዲ ራያ ስለ ዝኾነ ሽንጥር ትግራይ ወዲ ራያ ኣይኮነ ንሕና ካብ ኣፍጋኒስታን መፂኡ እውን ንትግራይ ዝጠቅም ነገር እንድሕር ሰሪሑ ንትግራይ ህዝቢ ትግራይ እውን እንድሕር መሪፅዎ ጎስጒሱ እንድሕር ኣሚኑ ይምራሕ በሃሊት እያ ኣነ ማዕርኹም ዝፀብብ ኣይኮንኩ ከማኺ

ሃዳናይ ተሃዳናይ ክፍጠረሉ ልገበሩ ዓሌታዊ ኣተሓሳስባ ጥራሕ ለይኮነ ዓሌታዊ ግዝኣት ልነበሮም ሰባት ማስታወቂያ ክትሰርሐለይ ኢሉ ፀዊዑሲ ግንስ በቃ ተናሲሐ እየ ኢሉኒ እቲ ድርጅት እንታይ ኮይንካ ምስ በልናዮ ብራያ መን ክሰምዓ መን እዩ ክሰምዐካ ኢሎምኒ ሰባት። እቲ ናይ ኩናት እዋን ንምግበ ሓንቲ ዝገጠምኩሉ ግጥሚ ነይራ። ምግበ ሃይለ ሰራቂ ወርቂ ግራዝማች ወርቂ መዓስ ኣጓታት ኣብ ሶሻል ሚድያ ክውድቀት ነይሩ እዩ እንተኾይኑ ወፂኡ መብርሂ ለይሃበ። ካብ ሕጊ ብላዕሊ ሃብ ምዃኑ በቃ ይነግሩና ኣለዉ እዮም እዞም ሰባት እዚኦም ኣብ መንበረ ሰላማ እውን ተልዕልዮ ሓሳብ ነይሩ እሞ ካብ ህወሓት ቀፂሉ ህዝቢ ትግራይ ደሞም ደምና ንመጠናሉ ሓደ እዚ ሕዚ መንበረ ሰላማ እየ ልብል ናይ ሽፍትነት ስም እየ ኣነ ልብሎ ብና ሰለስተ መልሓስ ተናጊሮም ቐሺ ለይመስሉ ሎቕሞጽሞጽ ኣብ ናብ ፖለቲካ ሓምዞቕዞቕ ናተይ ሃይማኖትሲ ኣብ ዓለምሲ ኣነ ዝኾነ ነገር እንተኾይነ እኳስ ብዲፕሎማሲ ጠጠው ተብል ሃይማኖት እያ እኒኣትኒ ኢሎም ከም ትግራይ ትጉሕለላን ትሕስወላን ተቃጥረላን ዓዲ የላን ኻሊእቲ በቃ ታቐዊዖም ጌሮም መስቀሎም ሒዞም ምስ በቃ ስዒሩ ኢሎም ዝኣምንዎ ሓደ መዳኸሪ ጉጅለ ናይ ህዝቢ ትግራይ ሞት ዝቃላጥፉ፣ ናይ ህዝቢ ትግራይ ሞት ደስ ዝብሎም፣ ሓጎሶም ብስቕታ ዝገለፁ፣ እዚኦም ናይ ሃይማኖት መራሕቲ ኣይኮኑን።